ልብወለድ ታሪኽ ፍልስፍና ደራሲ ኦስታይን ጎርደር ትርጉም ተኬ በየነ ተራኺ ተስፊት ዮሃንስ ምዕራፍ ሓሙሽተ ጎጆ ማጆር እታ መስትያት ዘላ ጓል ብኽልተ ኣዒንታ ቀለጸት ንግሆ ሳዕ ሸውዓተን ርብዕን ነበረ። ሶፍያ ንገዛ እትህወኸሉ ምኽንያት ኣይነበራን። ሰንበት ስለ ዝኾነ ኣዲኣ ኣርፊዳ'ያ ትትንስእ። ሓሲባ፣ ምናልባት እንተ ቐጺለ ገዛ መምህረይ ይረኽባ ኸውን ብምባል መንገዲ ሓዘት። ንእሽቶ ቕራና እንተ ረኸበት ንዕኡ ገዲፋ ገፊሕ መንገዲ ጥራይ ተኸቲላ ቐጸለት። ደስ ያቢል ይሀር መስተናወይቱ ዕድለይ ክርኤ እናበለት ቀጸለት። የማነ ጸጋማ ትቋመት። ኣዕዋፍ በዝን በትን ይዝምራ፣ ይዛረባ ምናልባት እውን ይቋየቋ። ኣብ ሞንጎ ናይ ዕረፍትን ስራሕን መዓልታት ዘሎ ፍልልይ ኣይርደኣንን እዩ። መን እዩ ከምኡ ክገብራ ምሂርወን? ንኣሽቱ ብፕሮግራም ዝተወደባ ኮምፒተራት ኣብ ውሽጠን እውን ይህልወን ይኸውን። ኪኖ ተቓላይ ማዕድያ ብቐይሕ ሕብሪ ዝተለኽየት ንእሽቶ ጎጆ ረኣየት። ካብታ ጎጆ ኸኣ ትኪ መሳሊ ይተክኽ። ኣብ ጎድኒ እቲ ቐላይ ንእሽቶ ሳንቡቕ ኣላ። ነቲ ቐላይ ዘይራ ናብታ ጎጆ ክትበጽሕ ርሑቕ ኮይኑ ተሰምዓ። ወሰን ወሰኑ ኸኣ ዓዘቕቲ እዩ። ዝሓጸረ መንገዲ በታ ሳንቡቕ እዩ። ነታ ሳንቡቕ ናብቲ ማይ ደፊኣ ተወጢሓታ በቲ ክልተ መቕዘፊ ክትጅልብ ጀመረት። ጀሊባ ስግር ማዕዶ ምስ በጽሐት፣ እታ ሳንቡቕ ምእንቲ ናብቲ ማእከል ቀላይ ከይትምለስ ፍርቃ ኣብ መሬት ክትስሕባ ህርድግ በለት። ሓይሊ ስኢና ግን ገዲፋታ ናብታ ጎጆ ኣምረሐት። ከመይ ገይራ ምጅላብ ከም ዝኸኣለቶ ብትብዓታ ተሓጎሰት። ማዕጾ ክፉት እዩ። ቀሪባ ኳሕኩሐት። መልሲ ረኸበትን ደፊኣ እናኣተወት ኣንቱም ገዛ ኣለኹምዶ? በለት። ሕጂውን መልሲ ኣይረኸበትን። ኣተወት። የማነ ጸጋም ቀስ ኢላ ኣቋመተት። ኣብቲ እቶን ዘይጠፍኣ ሓዊ ኣሎ። ኣብ ሓደ ጠረጴዛ ሓንቲ ናይ ጽሕፈት መኪና፣ ገለ መጻሕፍትን ወረቓቕትን፣ በቲ ሓደ ሸኽነኽ ዘሎ መንደቕ፣ ማእለያ ዘይብሉ መጻሕፍቲ ተደርዲሩ። በቲ ኻልእ ሸነኽ ከኣ ናይ ጥንቲ ዝመስል ኣሰራርሕኡ ዓቢ ምስትያት፣ ክልተ ናይ ቅብኣ ስእሊ፣ ገዛ ኣብ ገምገም ቀላይን ስእሊ ናይ ሓደ መጽሓፍ ሒዙ ኣብ መስኮት ኮፍ ዝበለ ኸኣ በቲ ሓደ ሸነኽ። እቲ ስእሊ ኣማኢት ዓመታት ዝገበረ ይመስል። ስም ቀባኣይ'ውን ተፈሪምዎ ኣሎ። ሶፍያ ተገረመት። እንታይ ዓይነት ሰብ እዩ ኣብዚ ዝነብር? ምፍታሻ ግን ቀጸለት። ክሽነ ኣትያ ሽዑ ዝተሓጽበ ሸሓውንቲ ረኣየት። እንተጠመተት ኣብቲ ኮቦርታ ዝረገፈ ጨዓይ ጸጉሪ እንስሳ። ኣሓ! ኣልበርቶን ሀርመስን ኣብዚ እዮም ዝነብሩ። ኢላ ደምደመት። ተመሊሳ ኣብ ሳሎን ኣተወት። ኣብ ቅድሚ እታ መስትያት ቀሪባ ከኣ ንገዛእ ርእሳ ጠመተታ። እታ መስትያት ኣሪጋ ተሓናጺጸ'ያ። ኣብ መስትያት ዝነበረ ስእሊ ማዕሪኡ ሃሲሱ ነበረ። ከምቲ ኣብ ናይ ገዛኣ መስትያት እትገብሮ ከኣ፣ ዝተፈላለየ ናይ ላግጺ ምልክታት ክትገብር ጀመረት። ሓንሳብ ኣብ መንጎ ግን፣ እታ ኣብ መስትያት ዘላ ቆልዓ ብኽልተ ኣዒንታ ቀለጸትላ። ሶፍያ፣ ድሕሪ መስትያት ኮይነ ርእየኪ ኣለኹ። ትብላ ዘላ ትመስል። ስንባዲኣ ከይወጸላ ብደገ ድምጺ ከልቢ ሰምዐት። ሀርመስ መጺኡ። ቀልጢፋ ክትወጽእ ሸበድበድ በለት። ብግስ ክትብል ኣብ እግርታ መስትያት ማሕፉዳ ሪኣ ኣልዓለታ። ሓምሳ ቅርሺን ናይ ቤት ትምህርቲ መንነት ወረቐትን ዝሓዘት እያ። ስእሊ መንነት ጽብቕቲ ቆልዓ። ስማ ኸኣ ሌላየ ኣልበርት ኸይሲ ይብል። ከም ብሓድሽ ብስምባደ ኣንቀጥቀጠት። ደጊማ ድምጺ ናይ ከልቢ ሰሚዓ በተግ ኢላ ክትወጽእ ኣብ ጠረጴዛ ኣብ መንጎ'ቲ ወረቓቕቲ ሓንቲ ቡስጣ ሶፍያ ትብል ረኣየት። ቦግ ኣቢላ ኣብ ውሽጢ'ታ ሒዛታ ዘላ ዓባይ ቡስጣ ከቲታታ ዘሊላ። ካብቲ ገዛ ወጸት። ድምጺ ናይቲ ከልቢ ዝያዳ እናቐረበ መጸ። ዝገደደ ግን ናብታ ሳንቡቕ ቁሊሕ እንተበለት ንውሽጢ ተደፊኣ ኣብ ማእከል ቀላይ በጺሓ ረኣየታ። ሓይሊ ብምስኣን ጽቡቕ ገይራ ኣብ ገምገም ከም ዘይሰሓበታ ተረደኣት። ሕጂ ግን ግዜ የሎን። ካብቲ ከባቢ ምህዳም እዩ ዘዋጽኣ። ድሕሪ እቲ ጎጆ ተጠውያ ገምገም ገምገም በቲ ዓዘቕቲ ተመርቀፈት። ጫማኣን ክዳውንታን ብማይን ጭቃን ተቖማጢዑ ከምቲ ዝደለየቶ መጉያይ ሰኣነት። ሓንሳብ ዝጠልቀየ ክዳና ክትጸሙቕ ጠጠው እናበለት ሓንሳብ ልዕሊ ብርካ እናተጠፋልሐት ቀጸለት። ኣብ ንቑጽ መሬት ምስ በጽሐት ደጊማ ተዓንቂፋ ወደቐት። ሽዑ ብሕርቃን በኸየት። ኣነስ እንታይ ዓይነት ሃላይ እየ? ነዚ መምህረይ እምበር ጉድ ገይረዮ። እታ ሳንቡቕ መስገሪት ክተድልዮ እያ። ከመይ ገይሩ ከምጽኣዩ? ዝገደደ ኸኣ ናይታ ቡስጣ ዋላ ሽመይ ይሃልዋ ስለምንታይ ብኢደ ዋኒነይ ወሲደያ? ሰራቒት ክቖጽረኒ እዩ። ምዃን ዘይናባ እዩ ክሰዳ ሓሲቡ። ግን ብኢድካ ይውሰድ። ወይ ኣነ ክዕሹ! ነዛ ደብዳቤ ባዕለይ ብምውሳደይ መቸም ገዝኡ መን ኣትዩ ከም ዝነበረ ንምፍላጥ ኣይሽገርን እዩ። ኢላ ነታ ቡስጣ ከፊታ ከተንብብ ጀመረት። ደርሆ'ዶ ወይስ ናይ ደርሆ ሓሳብ? ሓሳባት መፋጠርትና ድዮም ኣይኮኑን? ኣብ መንጎ ተኽልን እንስሳን ሰብን ዘሎ ፍልልይ እንታይ እዩ? ስለምንታይ ዝናብ ይዘንብ? ጽቡቕ ህይወት ንኽትነብር። እንታይ የድልየካ? ሶፍያ ነዘን ሕቶታት መልሲ ክትህበለን ዓቕሚ ይኹን ዓቕሊ ኣይነበራን። ገዛ በጺሓ ትኽ ኢላ ኣብታ ቖጥቋጥ በዓቲ ኣትያ ነተን ጽሑፋት ኣብታ ታኒካኣ ከቲታ ነዘን ሕቶታት ዝሓዘት ወረቐት ኣብ ውሽጢ ስሪኣ ቀርቂራታ ገዛ ኣተወት። ኣዲኣ ኣብ ቴለፎን እናተዛረበት ንጓላ ሪኣታ ሰንበደት። ማይ ካብቲ ጥልቁይ ክዳና ናብ ምድሪ ቤት ጀብሀብ ክብል ትዕዘብ ዘላ ኣዲኣ ቴለፎን ዓጽያ ሶፍያ! ኣበይ ኣርፊድኪ ኢኺ ክሳብ ክንድዚ ጠልቂኺ? እም፣ በዚ በረኻ ብእግረይ ክዛወር ኣርፊደ። ኣሃ! በሊ ርእየልኪ ኣለኹ። ሶፍያ ከይተዛረበት ናብቲ ካብ ክዳውንታ ዝነጥብ ዝነበረ ማይ ጠመተት። ምስ ዮሃና መሓዛ ኢና ኬድና። በለታ ሶፍያ ኣዲኣ ንቑጽ ክዳን ከተምጻላ ምስ ከደት ነቲ ናይ ፈላስፋ ወረቐት ክትሓብኦ ዕድል ረኸበት። ብድሕሪኡ ብሓደ ኮፍ ኢለን ኣዲኣ ቸኮላታ ኣዳለወትላ። ምስኡ ድዩ ከድኪ? በለታ ቁሩብ ምስ ጸንሓ። ምስኡ? ክትብል ከላ ናይ ፍልስፍና መምህራ ተሳእላ። እወ ምስኡ ምስቲ ማንቲለኺ። ሶፍያ ርእሳ ነቕነቐት። ምስ ተራኸብኩም እንታይ ትገብሩ? ንገርኒ! ስለምንታይ ኩሉ ክዳውንቲ ክጠልቅዩ? ሎሚ ሓቂ ተዛረቢ። ጓል ዓሰርተ ኣርባዕተ ዓመት እኮ ኢኺ። ምስ መን ትኸዲ ከም ዘለኺ ክፈልጥ እደሊ ኣለኹ። ሕቶ ኣብ ርእሲ ሕቶ ኣዝነበትላ። ሽዑ ሶፍያ ክትበኪ ጀመረት። ድሓር ግን ምርጫ ስለ ዘይብላ ንግሆ ተንሲኣ ክትዛወር ኢላ ኣርሒቓ ከም ዝወጸት፣ ሓንቲ ጎጆ ሪኣ ከኣ ኣብኣ ከም ዝኸደት፣ ኣብቲ ገዛ ኣትያ ብዛዕባ'ታ ኣብ መስትያት ክልቲኡ ኣዒንታ ዝጸቐጠትላ ጓል ከይተረፈ ኩሉ ዘርዚራ ነገረታ። ብዛዕባ ህርመስ ሌላይ እታ ማሕፉዳ እትወስዶ ዘላ ትምህርቲ ግና፣ ገና ስቱር ክጸንሕ ስለ ዝደለየቶ ሓብኣትላ። ሶፍያ ሃምስ ነብዐት። ኣዲኣ ሖቒፋ ክትዕብዳ ጀመረት። ንቑጽ ክዳን ኣምጺኣ ኸኣ ሃበታ። ሽዑ ሶፍያ፣ ማማ፣ ኣነ ዓርኪ የብለይን። ሓደ ሓደ ዘየድሊ ከም ናይ ማንቲለ ዘረባታት ሰሚዕኪ እኮ ኢኺ ተጨኒቕኪ እምበር፣ ኣነ ሓንቲ ዝገብሮ የብለይን በለታ። እሞ እዚ ኹሉ ጫካ ሰጊርኪ ኣብታ ናይ ማጆር ጎጆ በጺሕኪ እንታይ ማጆር እዩ ክትብሊ ዘለኺ? ሓያሎ ዓመታት ዝገብር ሓደ ጊንጢ ዝኾነ ወተሃደር ነበር ማጆር ኣብታ ጎጆ ይቕመጥ ነይሩ። ብኡያ እታ ገዛ ጎጆ ማጆር ትበሃል። ሕጂ ግን ሰብ የብላን። ኖኖኖ ሕጂ ግን ሓደ ፈላስፋ እንድዩብኣ ዝቕመጥ ዘሎ ክል ስቕ በሊ እንታይ ፈላስፍኡ ሃጠው ቀጠው ኣይትዛረቢ ኢላታ ናብ ውራይ ገዛኣ ከደት ሶፍያ ናብ መደቀሲኣ ሓሊፋ ዘጋጥማ ኩሉ ሓሰበትሉ መንጸሮ ርእሲ ሒዝዋ ልክዕ ከም ኣብ ሰርከስ ዘላ ኩሉ ተዋስኦታት ኮይኑ ተሓዋወሳ ሓንቲ ነገር ግን ካቡቕ ምርኣ ምውጻእ ኣበየታ። መጀለቢ ናይታ ሳንቡቕ ኣብ ማይ ተኣሊኻ ተራእየታ። እወይ መምህር እንታይ ክብለኒ እዩ ጉድ ጌረዮ ውዕልና ኣፍሪሰ ከይኣክል መኸይዲ ገዝኡ ሳንቡቕ ከሊኤዮ ዘይተኣደነ ጻዕሪ ኣካይዱ ንኣቴነ ወሲዱ ዛዊርንስ እዚ ክፈድዮ ብምባል ሕልናኣ ምቕሳን ኣበያ። ብድድ ኢላ ኸኣ ክትጽሕፍ ጀመረት። ዝኸበርካ ፈላስፋ፣ ሰንበት ንግሆ ኣብ ገዛኻ መጺኤ ዝነበርኩ ኣነ፣ ክረኽበካ እሞ ዘይበርሁለይ ሕቶታት ፍልስፍና ክተብርሃለይ ስለ ዝተሃንጠኹ'የ መጺኤ። ንግዜኡ ክሳብ ሕጂ ደጋፊት ፕላቶ'የ ዘለኹ። ብዛዕባ ህላወ ሓሳባት ኣብ ካልእ ክውንነት ግን ሓቂ ክዛረብ ኣይተረድኣንን። ከምቲ ፕላቶ ዝበሎ ሓሳባት ኣብ ውሽጢ ነፍስና ክህልዉ ይኽእሉ እዮም። ብዛዕባ ዘይትመውት ነፍሲ ግን ፍጹም ኣይተረድኣንን። ንኣብነት፣ ኣነ ንባዕለይ ቅድሚ እዚ ሕጂ ዘለኽዎ ህይወት፣ ካልእ ህይወት ነይሩኒ ድዩ ኣይነበረንን ዝዝክሮ የብለይን። ነፍሲ ናይታ ዝሞተት ዓባየይ ሕጉስቲ ኮይና ኣብ ናይ ሓሳባት ዓለም ትነብር ምህላዋ እንተ እሚንካኒ ክንደይ ባህ ምበለኒ። መመስገንኩኻ ከኣ። ናይ ሕጂ ምኽንያት መጽሓፍየይ ግን ብዛዕባ እዚ ሕቶታት ዝይኮነን ብዝገበርክዎ ጌጋ ይቕሬታ ክሓተካ ደልየ። ዝሃብካኒ መምርሒ ብምጥሓሰይ ኣዝየ ጉህየ ኣለኹ። ብፍላይ ነታ ሳንቡቕ ሓይሊ ስኢነ ጽቡቕ ጌረ ናብ ገምገም ስለ ዘይሰሓብክዋ ሃውቲታ ንስኻ ከኣ መሳገሪ ከም ዝሰኣንካ ተረዲኤ። ከም ገለ ከይጨቀኻን ከይጠልቅኻን ገዛኻ ኣቲኻ ክትከውን ተስፋ እገብር። ኣነ ግን ምሉእ ኣካላተይ ጭቃን ጨፈቃን ኮይነ'የ ገዛይ ኣትየ። ምናልባት'ውን ሓያል ጉንፋዕ ከይሓዘኒ ይተርፍ'ዩ። ግን ኩሉ ናተይ ጌጋ ምዃኑ ርደኣኒ'ዩ። ካብ ገዛኻ ምንም ነገር ኣይወሰድኩን። እታ ደብዳቤ ግን ናባይ ምዃና ስለ ዝፈለጥኩ ወሲደያ ኣለኹ። ክሰርቕ ደልየ ኣይኮንኩን፣ ናተይ ምዃና ስለ ዝፈለጥኩ'የ ወሲደያ። ኣብዚ ውን ጌጋ ፈጺመ እየ ይቕሬታ ከኣ እሓተካ ድሕሪ ሕጂ እየ ከም ዘየቐይመካ መብጽዓ ኣቱ ብዛዕባ እተን ዝሃብካኒ ሕቶታት ካብ ሕጂ ጀሚረ እሓስበለን ኣለኹ ንምዃኑ እታ ኣብ ገዛኻ ዘላ ዓባይ ኣረጊት መስትያት ተራ መስትያት ድያ ወይስ ሽሕር ትገብር እያ ቅድሚ ሕጂ ኣብ መስትያት ቋሕ ኢለ ምስለይ ክልቲኡ ዓይና ክትጸቕጠለይ እርኣያ ስለ ዘይፈልጥ እየ ዝሓተካ ዘለኹ ምስ ሰላምታ ኣዝያ ግድስቲ ተምሃሪትካ ሶፍያ ዝጸሓፈታ ደብዳቤ ክልተ ግዜ ኣንቢባ ኣብ ውሽጣ ዓሸገታ። ካብታ ቅድሚ ሕጂ ዝጸሓፈታ ልምልም ዝበለት ኮይና ተሰመዓታ። ቢስኮቶ ከተምጽእ ናብ ክሽነ እናኸደት ከኣ ብዛዕባ እታ ቀዳመይቲ ሕቶ ሓሰበት። ሓሳብ ደርሆ ዶ ቅድም ደርሆ? ዝያዳ እታ ልምድቲ ሕቶ። ኣየናይ ይቕድም ደርሆ ዶ እንቋቑሖ እንድያ ኢላ ሓሰበት። ፕላቶ ዝበለ ግን ቅድሚ ንደርሆ ኣብ ህዋሳዊ ዓለም ምርኣይና ደርሆ ዝብል ሓሳብ ኣቐዲሙ ኣብ ናይ ሓሳባት ዓለም ነይሩ እዩ። ፕላቶ ዝብሎ ዘሎ ካልእ እዩ ዝመስል። ቅድሚ ደርሆ ብኣካል ምንባራ ኣብ መጀመርያት ደርሆ ዝብል ሓሳብ ኣብ ናይ ሓሳባት ዓለም ይነብር ስለ ዝነበረ እዩ ዝገልጽ ዘሎ። እታ ዘይትመውት ነፍሲ ነታ ናይ ደርሆ ሓሳብ ኣቐዲማ ትርእያን ትፈልጣን ነይራ እያ ማለት እዩ። ኣብዚኣ ግን ፕላቶ ዝተጋገየ መሰላ። ከመይ ገይሩ ሓደ ሰብ ደርሆ ወይ ስእሊ ደርሆ ርእዩ ዘይፈልጥ ናይ ደርሆ ሓሳብ ክህልዎ ዝኽእል? እናበለት ከላ ካልኣይቲ ሕቶ መጸትላ። ሓሳባት መፋጥርትና ድዮም? ኣይመስለንን። በለት ብልባ። ሓደ ሕጂ ዝተወልደ ህጻን ናይ ኩሉ ፍጡር ሓሳባት ሒዙ ክፍጠር ይኸእል ድዩ? ግን የጠራጥር ከኣ እዩ። ህጻን ቋንቋ ገና ስለ ዘይፈልጥ እዩ'ምበር ምናልባት ይህልዎ ይኸውን ኢላ ሓሰበት። ኣብ መንጎ ተኽልን እንስሳን ሰብን ዘሎ ፍልልይ እንታይ እዩ? ንእትብል ሕቶ ግን ብቕልጡፍ ፈሊጠያ በለት። ሓንቲ ተኽሊ ዝተሓላለኸ ስምዒታዊ ህይወት ከም ዘይብላ ኣረጋገጸት። ኣእምሮኣ ዝተናወጸ ተኽሊ ርእየ ኣይፈልጥን። ተኽሊ ማይ ትሰቲ፣ መግቢ ካብ ሓመድ ትረክብ፣ ዓብያ ከኣ ትፈሪ። ፍሪኣ ቦቒሉ ከኣ ትትካእ። ተወዲኡ ህይወታ። እዚ ከኣ ውክላ ንእንስሳን ሰብን ሓደ እዩ መስለኒ። እንስሳታት ግን ካብ ተኽሊ ዝፍለዩሉ ስለ ዝዛወር እዩ። ዕምበባ ጽገሬዳ ኣብ ውድድር ጉያ ክትሳተፍ ርእየ ኣይፈልጥን። በለት። ኣብ መንጎ እንስሳን ሰብን ዘሎ ፍልልይ ግን እንታይ እዩ? ሰብ ሕራይ ይሓስብ እዩ። ሓጎሳ ድሙቓ ከይትሓስብ እንድያ ትሓስብ ምዃና ኣጸቢቓ ትፈልጥ እያ። ፍልስፍናዊ ሓሳባት ግን ዝህልዋ ኣይመሰላን። ብዛዕባ ህላወ ኣባጅጎ፣ ህይወት ድሕሪ ሞት ንሓንቲ ድሙ ኣይትሓት ኣይትምልሽ። ንሳ እውን ኣይትሓትት ኣይትመራመር። ሓንቲ ድሙ ኣብ መንጎ ተኽልቲ፣ እንስሳታትን ሰባትን ዘሎ ፍልልይ ክትነግር ትኽእል ድያ? ዘይሕሰብ እዩ። ሃንደበት ኣብ ሞንጎ ድሙን ዕሸልን ዘሎ ዝምድና ዘከረት። ከምቲ ንሓደ ክዛረብ ዘይክእል ዕሸል ክትሓቱ ዘይትኽእል ድሙን ክትዛረብ ዕድል የብላን። ስለምታይ ዝናብ ይዘንብ? ሶፍያ ሕቖኣ ሰቐጥ ኣበለት። ኣብ ሳልሳይ ክፍሊ ማይ ባሕሪ ይሃፍፍ፣ ኣብ ልዕሊ ደመና ይኸውን። ምስ ዝሓለ ከኣ ዝናብ ኮይኑ ይወርድ ዝብል ተማሂሮም ነይሮም። ከም ዝተረዳእኻ ዝናብ ዝዘንብ ኣታኽልቲ፣ እንስሳታትን ሰብን ማይ ስለ ዘድልዮም እዩ። እታ ናይ መወዳእታ ሕቶ ንሓደ ዕላማ እያ ተሓቲታ። ጽቡቕ ህይወት ንኽትነብር እንታይ የድልየካ? እቲ ፈላስፋ ኣቐዲሙ ጽሒፍዎ ከም ዝነበረ ሰብ ንኽነብር መግቢ፣ መዕቆቢ፣ ፍቕርን ሓልዮትን የድልዮ። እዚ ኸኣ መሰረታዊ ድሌታት ደቂ ሰብ እዩ። ንሱ ዝብሎ ዝነበረ ግን። ፍልስፍናዊ ሕቶታት ምሕታት እውን ኣገዳሲ እዩ። ምናልባት እትምነዮ ስራሕ ረኺብካ ምስራሕ እውን ሓደ ካብ ድሌታት እዩ። ሓደ ትራፊክ ዝጸልእ ሰብ ታክሲ ክዝውር ባህ ኣይብሎን እዩ። ሶፍያ እውን ንባዕላ እንስሳታት ስለ እትፈቱ ሓኪም እንስሳ ክትከውን እያ እትምነ። ብሎቶርያ ሚልዮን ቅርሺ ስዒርካ ጽቡቕ ህይወት ከተሕልፍ ትኽእል ኢኻ። ግን ቅኑዕ መልሲ መሰላን ንህኩያት ኣእዳው። ሰይጣን ስራሕ ይረኽበለን ዝብል ምስላ ዘከረት። ነዘን ሕቶታት ከተኳ መስዐን ኣርፊዳ ኣዲኣ ንምሳሕ ጸውዓታ። ጽቡቕ ናይ ሰንበት ምሳሕ እናተመስሓ ከኣ ከዕልላ ጀመራ። ሶፊ፣ መበል ዓሰርተ ሓሙሽተ ዓመት ልደትኪ ከመይ ጌርኪ እያ ክተብዕልዮ? ቀሪቡ እዩ፣ ክልተ ቕነ ኣቢሉ እዩ ተሪፍዎ ዘሎ። እንድዒ! ኣዕሩኽ ምሓዝ ኣይትዕድምን ዲኺ? ብዘይ ሳዕስዒት ክተሕልፍዮ ምናልባት ማርታ ሃና ኤለን ዮሃና ኤርምያስ እውን ኣሎ ነዚኦም ዓድም እዮም እምበር ምዃን ንስኸ ኢኻ ወሳኒት ኣነሲ ናይ መበል 15 ዓመተ ልደት እዩ ዝገበርኩ ናይ ሳዕስዒት ምሸት ክሳብ ሕጂ ይርስዖኒ ከምዛ ትማሊ ኮይና ትረኣየኒ ክሳብ ሕጂ እውን ዝተለወጥኩ ኮይኑ ፈፂሙ ዘይስምዓኒ ኣይተለወጥክን እኮ ጥራይ ዓቢኺ ማዕቢልኪ ኢኺ። እዋይ ናይ ዓበይቲ ዘረባ ኩሉ ትማሊ ኮይኑ ይስምዓካ ግዜ ክንደይ ጎይ ክብል ደልየ በለት ኣዲኣ። ኣሪስቶትል ንኣምራትና ከብርህ ዝሃቀነ ጥንቁቕ ወዲ ኣባይ። ኣዲኣ ከም ኣመላ ድቃስ ቀትራ ክትድቅስ ምስ ሓለፈት፣ ሶፍያ ናብታ በዓቲ ቖጥቋጥ ተንፋሒዃ ኣተወት። መልእኽቲ ኣይጸንሓን። ነታ ንኣልበርቶ ዝጸሓፈታ ደብዳቤ ኣብ ልዕሊኣ ብሽኮቲ ከተቐምጠላ ከላ ድምጺ ጣሕሸም ሰሚዓ ቁሊሕ እንተ በለት። ሀርመስ ኣብ ኣፉ ዓባይ ካኪ ቡስጣ ቀርቂሩ ደበኽ በላ። ሄርመስ ኣንታ ብሩኽ ኢላ ስሒባ ክሳዱ ደረዘቶ። ክብገስ ክብል ከሎ ከኣ ነታ ብሽኮቲ ኣብ ኣፉ ኣኾለሰቶ። ነታ ብሽኮቲ ኣብ ኮማሲዑ ምስ ወሓጣ ነታ ቡስጣ ኣብ ኣፉ ቀርቂሩ ተዓዝረ። ሶፍያ ቡስጣኣ ከፊታ ከምቲ ልሙድ ብመንቀርቀር ዝተታሕዘ ጽሑፋት ረኸበት። ሓንቲ ንእሽቶ ጽሕፍቲ ዘላታ ወረቐት ከኣ ምስኡ ተቐዳዲማ ነታ ንእሽቶ ወረቐት ኣንበበታ። ዝኸበርኪ ወይዘሪት ፈገር፣ በሊ ንኽትፈልጢ፣ እቲ ዝገበርክዮ ናብ ፖሊስ ኣመሓላሊፈዮ ኣለኹ። ኣብኣ ትደኺ። ኣይትሰንብዲ። ክጻወተኪ'የ። ከምዚ ዓይነት ተገዳስነትን ህርፋንን ኣብ ምፍታሕ ሕንቅልሕንቅሊተይ ፍልስፍና እንተድኣ ሃልዩኪ፣ በቲ ዘርኣኽዮ ህርፋን ተሓጒሰልኪ ኣለኹ። ተስፋኽ ኣሎኪ እት ዘሕዝን ሕጂ መንበሪ ገዛ ክቅይር ኣለኒ ማለት እዩ በደለኛ ከኣ ኣነ እየ ነገራት ንክትፈልጢ ተሃንጢኪ ክሳብ ውሽጢ ንምፍታሽ ህርድግ ትብሊ ምኳንኪ ክሳብ ሕጂ ክፈልጥ ነይሩኒ ምስ ሰላምታ ኣልበርቶ ኣንቢባ ምስ ወደእት ኣስተንፈሰት ዝተቆጥዐ ኣይመስልን ስለምንታይ ግን ገዛ ክቅይር ወሲኑ ወረቓቕታ ሒዛ ገዛ ኣተወት። ኣብ ዓራታ ኣጣጢሓ ኸኣ ብዛዕባ ኣሪስቶትል ንባብ ጀመረት። ፈላስፋን ስነፍልጠታውን ዝኸበርኪ ሶፊ፣ ብናይ ፕላቶ ክልሰ-ሓሳብ፣ ብሓቂ ተደኒቑ ከም ዘለኺ ርግጸኛ እየ። ግና ብምሉኡ ተዋሒጡልክውን ኣይብልን። ንስኺ ጥራይ ኣይኩንክን። ገለ ነቐፌታን ርእይቶን ስህልወኪ እዩ። ኣሽንኳይዶ ንስኺ? እቲ ንልዕሊ ዕስራ ዓመት ናይ ፕላቶ ተምሃራይ ዝነበረ ኣሪስቶትል እውን ከማኺ ነቐፌታታት ነይርዎ። ኣሪስቶትል፣ ሰለስተ ሚእትን ሰማንያን ኣርባዕተን። ክሳብ ሰለስተ ሚእትን ዕስራን ክልተን ቅድሚ ልደተ ክርስቶስ ወዲ ኣተነይ ነበረ። ኣብ መቀዶንያ ተወሊዱ። ዳሕራዩ ኣብ ቤት ትምህርቲ ኣካዳሚ ናብ ፕላቶ መጺኡ። ሽዑ ፕላቶ ወዲ ስሳን ሓደን ዓመት ነይሩ። ኣቦ ኣሪስቶትል ፍቱው ሓኪም፣ ዝያዳ ከኣ ስነ-ፍልጠታዊ ነበረ። ኣሪስቶትል ናይ ኣቦኡ ተኸቲሉ ኣብ ምርምር ባህሪ ኣድሃበ። ናይ መወዳእታ ናይ ግሪኽ ፈላስፋን፣ ዝዓበየ ናይ ኤውሮጳ ናይ ስነ ህይወት ፈላስፋን ከኣ ተሰምየ። ፕላቶ ኣብ ናይ ዘለኣለማዊ ቅርጽን ሓሳባትን ተዋሒጡ ብምትራፉ፣ ንምቅይያራት ባህሪ ዳርጋ ኣይተመራመረሉን ክበሃል ይከኣል። ኣሪስቶትል ግን ብኣንጻሩ፣ ንመስርሕ ምቅይያራት ባህሪ ኣዳቒቑ ተመራሚርሉ። ብኻልእ ኣገላልጻ፣ ፕላቶ ነቲ ህዋሳዊ ዓለም ዝባኑ ሂቡ ኣብ ናይ ሓሳባት ዓለም ክዝንቢ ከሎ፣ ኣሪስቶትል ኣብ ህዋሳዊ ዓለም ጥሒሉ ንመስርሕ ፍጡራት ኣዳቒቑ ፈቲሹ። ፕላቶ ኣብ ርትዒ ክምርኮስ ከሎ፣ ኣሪስቶትል ኣብ ህዋሳቱ ተመርኲሱ። ኣብ መንጎ ክልቲኦም፣ ኣብ ጽሑፋቶም እውን ከይተረፈ ንጹር ፍልልያት ኢና ንረኽበሎም። ፕላቶ ናይ ግጥምን ጽውጽዋይን ሰብ ክኸውን ከሎ፣ ኣሪስቶትል ግን ጽሑፋቱ ኩሎም ነቓጻትን ከም ኢንሳይክሎፔድያ ንጹራትን ነይሮም። ኵሎም ጽሑፋቱ ኸኣ ኣብ ግብራዊ ምርምርን መጽናዕትን ዝተሰረቱ ነይሮም። ጥንታውያን መዛግብቲ ከም ዝሕብርዎ፣ ካብቶም ሚእትን ሰብዓን ኣሪስቶትል ዝጸሓፎም ኣርእስቲ፣ ኣርባዓን ሸውዓተን ጥራይ ክሳብ ሕጂ ተዓቂቦም ይርከቡ። እዚኣቶም እውን ሙሉኣት መጻሕፍቲ ዘይኮኑ ናይ ኣስተምህሮ ጽሑፋት እዮም። ኣሪስቶትል ኣብ ዝነበረሉ ግዜ ትምህርቲ ፍልስፍና መብዛሕትኡ ብኣፍ ዝመሓላለፍ ከም ዝነበረ እውን ክንርስዕ ኣይግባእን። ኣሪስቶትል ነቲ ክሳብ ሎሚ ኩሎም ስነ ፍልጠታውያን ዝጥቀምሉ ስነ ቃላት ፈጢሩ። ንዓውዲ ስነ ፍልጠት በብኽፋላቱ ከም ዝስራዕን ዝምስረትን፣ ገይሩን ወዲቡን። በዚ ድማ ክሳብ ሎሚ ኣብ ታሪኽ ኤውሮጳዊ ባህሊ ተዘኪሩ ይነብር ኣሎ። ኣሪስቶትል ብዛዕባ ኩሉ ዓውድታት ስነ-ፍልጠት እኳ ጽሒፉ እንተ ነበረ፣ ኣነን ንስኽን ግን ኣብቶም ኣገደስቲ ጥራይ ኢና ከነተኩር። ክሳብ ሕጂ ብዛዕባ ፕላቶ ብዙሕ ተዛሪብና ኣሎና። ሕጂ ግን ኣቐዲምና ኣሪስቶትል ከመይ ገይሩ ንናይ ፕላቶ ናይ ሓሳባት ክልሰ-ሓሳብ ከም ዝበድሆ ክንርኢ ኢና። ብድሕርዚ ከመይ ገይሩ ኣርስቶትል ነቲ ናቱ ናይ ባህሪ ፍልስፍና ከም ዝሰርዖ፣ ናይቶም ቅድሚኡ ዝነበሩ ፈላስፋታት ባህሪ ከመይ ገይሩ ከም ዝጠርነፎ፣ ናይ ሰባት ኣተሓሳስባን ዓውደ ፍልጠትን ስነ ሞጎትን ብቐደም ተኸተል ከም ዝወደቦን ክንርኢ ኢና። ብድሕርዚ ብዛዕባ ሰብን ሕብረተሰብን ኣርስቶትል እንታይ ኣጠማምታ ከም ዝነበሮ ኣሕጽር ኣቢለ ክዕለኪ ፍጥነ። ሓሳባት መፋጥርትና ኣይኮኑን። ከምቶም ቅድሚኡ ዝነበሩ ፈላስፋታት ፕላቶ ነቲ ዘይመውት ዘለኣለማዊ መስርሕ ቀጻሊ ለውጢ መግለጺ ክገብረሉ ህርድግ በለ። ካብቲ ህዋሳዊ ዓለም እቲ ሓሳባዊ ዓለም ሓቀኛን ኣቐዲሙ ዝነበረን ምዃኑ ፕላቶ ተኻቲዑ። ቅድሚት ንርእዮ ፈረስ እቲ ፈረስ ዝብል ሓሳብ ቅድሚ ደርሆን እንቋቑሖን እቲ ሓሳብ ደርሆን እንቋቑሖን ከም ዝነበሩ ከረድእ ፈቲኑ። ኣሪስቶትል ግን ብኣንጻሩ ፕላቶ ንኹሉ ነገር ገማጢልዎ ብምባል ይብድሆ። ብእምነት ኣሪስቶትል ሓደ ውህብ ፈረስ ይቃየር፣ ይኣርግን ይመውትን ብምባል ምስ መምህሩ ይሰማማዕ። ከምኡውን እቲ ፈረስ ዝበሃል ከም ሓሳብ ዘይቅየር ዘለኣለማዊ ምዃኑ ይኣምን። እቲ ፈረስ ዝብል ሓሳብ ግን፣ ደቂ ሰብ ብዙሓት ኣፍራስ ብተደጋጋሚ ምስ ረኣዩ፣ ኣብ ኣእምሮኦም ዝቕረጽ ኣምር እምበር፣ ናይ ገዛእ ርእሱ ህላወ ዘለዎ ከም ዘይኮነ ይከራኸር። ዝያዳ ንምብርሁ፣ ነቲ ናይ ፕላቶ ላዕለዋይ ክልሰ-ሓሳብ ብምቅዋም፣ ፈረስ ይኹን ደርሆ ዘለዎም ቅርጺ፣ እቲ ንሕና እንርእዮ ንፈረስ ፈረስ ዘብሎ ረቋሒታት፣ ንደርሆ ከኣ ደርሆ ዘብላ ረቋሒታት እዩ። እዚ ከኣ ኣብ ኣእምሮና ተቐሪጹ ዝተርፍ እኳ እንተኾነ፣ እቲ ሓቀኛ ህዋሳዊ ዓለም ናይ ባህሪ እዩ ብምባል ኣብ ፍልስፍና ኣደናቂ ዝኾነ ነጥቢ መቐይሮ ኣምጸ። ኣብ ናይ ፕላቶ ክልሰ ሓሳብ እቲ ዝለዓለ መድረኽ ክውንነት፣ ብርትዕ ክንሓስብን ክንድብንብን ምኽኣልና እዩ ክብል ከሎ፣ ኣብ ናይ ኣሪስቶትል ግን እቲ ዝለዓለ መድረኽ ክውንነት ህዋሳትና ብዝህቡና መደምደምታ ስለ እንበጽሖ እዩ ይብል። ኣቐዲሞም ህዋሳትና ዝሃቡና መደምደምታ ነገራት ኣብ ቀልብናን ንቕሓትናን ይሰፍሩ። ብህዋሳትና ዘይሓለፉ ነገራት ወይ ሓሳባት ግን ካበይ ክመጹ ይኽእሉ? ስለዚ። ፕላቶ ናይ ሓሳባት ዓለም ኣሎ ዝበሎ ቅቡል ኣይኮነን። ደቂ ሰብ ድማ ናይ ሓሳባት ዓለም ዝብል መፋጥርቲ የብልናን። ኣብ ክንድኡ ግን ናይ መጎተ ሓይሊ መፋጥርቲ ኣሎና። እዚ ሓይሊ መጎተ ህዋሳትና ንዝሃቡና ሓበሬታ ከፋፊሉ ሰሪዑ መደምደምታ ዝህብ ሓይሊ እዩ። ስለ ዝኾነ ከኣ ህዋሳትና ብዝሃቡና ሓበሬታ እምኒ፣ ደርሆ፣ ሰብ፣ ዕንበባ፣ ወዘተ ኢልና ንድምድም ኢሉ። ኣሪስቶትል እምበኣር እዚ መፋጥርትና ናይ ርትዒ ሓይሊ እዩ ንሰብ ካብ ካልእ ፍጥረታት ፍሉይ ዝገብሮ። እዚ ሓይሊ እዚ ኸኣ ብዘይ ህዋሳትና ዝኾነ ይኹን መደምደምታ ይኹን ፍልጠት ክህብ ፈጺሙ ኣይክእልን እዩ። ስለዚ ሰብ መፋጥርቱ ዝኾነ ናይ ሓሳባት ዓለም ዝበሃል ፈጺሙ የብሉን ኢሉ ደምደመ። ፍሉይ መለለዪ ጠባይ ሓደ ነገር። ቅርጺ እዩ። ብድሕርዚ ኣሪስቶትል፣ ክውንነት ወይ ህላዌ ሓደ ነገር፣ ብውህደት ናይ ዝተፈላለዩ ቅርጽን ትሕዝቶን ዝተሓቑፉ'ዮም ኢሉ ጀሚሩ። ትሕዝቶ፣ ንነገራት ብምንታይ ተሰሪሖም ከርእየና ከሎ፣ ቅርጺ ከኣ መለለዪ ጠባዮም የርእየና ወይ ይነግረና። ንኣብነት ሓንቲ ደርሆ ኣብ ቅድሜኺ ኮይና ቃቃቕ ክትብል ጸኒሓ እንቋቑሖ ክትወልድ ትርእይያ። እቲ ንሳ እትገብሮን እተድምጾን ናታ ቅርጺ፣ ወይ ናይ ጠባያ መለለዪ እዩ። እታ ደርሆ ምስ ሞተት ከኣ ንሱ ይጠፍእ ትሕዝቶኣ ጥራይ ይተርፍ። ደርሆ ትበሃል ነገር ከኣ ኣይትህሉን። ኣቐዲምና ከም ዝረኣናዮ ኣሪስቶትል ኣብ ናይ ባህሪ ምቅይያራት እዩ ዝግደስ ነይሩ። ትሕዝቶ ወትሩ ፍሉይ ቅርጺ ዝህብ ዕቑር ዓቕሚ እዩ። ኩሉ ሳዕ ከኣ ነዚ ዓቕሚ እዚ ክዕቅቦ ይጽዕር። ኩሉ ምቅይያር ናይ ትሕዝቶ ናብ ህሉው ክውንነት ከኣ እዩ እቲ ዋሕዚ ባህሪ ዝበሃል። ይብል ኣሪስቶትል። እስኪ ነዛ ትስዕብ ዛንታ ስምዕያ። ሓደ ክኢላ ቀራጺ፣ መንደልን መዶሽኡን ሒዙ ኣብ ልዕሊ ሓደ ዓቢ እምኒ ዓረ ኮፍ ኢሉ ይነድል። ሓደ ንእሽቶ ቆልዓ ቀሪቡ ነቲ ቀራጺ፣ እንታይ ትገብር ኣለኻ? ይብሎ። ንሱ ከኣ፣ ቀንይ ኢልካ መጺኻ ዝገብሮ ርኣ። ይብሎ። ከምቲ ዝበሎ እቲ ቆልዓ ቀንዩ ተመልሰ'ሞ፣ እቲ ዝጽረብ ዝነበረ ዓረ፣ ከመይ ዝበለ ምልኩዕ ፈረስ ኰይኑ ጸንሖ! እቲ ቈልዓ ተገሪሙ ኣፉ ኸፈተ። ነቲ ቐራጻይ ከኣ፣ እዚ ፈረስ ኣብ ውሽጢ እዚ ኸውሒ ኸም ዝነበረ ከመይ ጌርካ ፈሊጥካዮ? ኢሉ ሓተቶ ይበሃል። እቲ ኸውሒ ቕርጺ ፈረስ ኪኸውን ዚኽእል ትሕዝቶ ዕቑር ዓቕሚ ኸም ዝነበሮ እቲ ቐራጻይ ይፈልጥ ነይሩ። ስለዚ ይብል ኣሪስቶትል፣ ኵሉ ባህርያዊ ነገራት ናብ ፍሉይ ቅርጺ ክልወጥ ዝኽእል ዕቑር ዓቕሚ ኣለዎ። እስኪ ናብ ደርሆን እንቋቑሖን ከኣ ንመለስ። ሓንቲ እንቋቑሖ ናብ ደርሆ ክትልወጥ ዕቑር ዓቕሚ ኣለዋ። ኩሉ እንቋቑሖ ደርሆ ይኸውን ማለት ግን ኣይኮነን። ምኽንያቱ ክንደይ እንቋቑሖ ኣብ ቁርሲ ከም ዝብላዕ ኣይትረስዒ። ብተወሳኺ ሓንቲ ናይ ደርሆ እንቋቑሖ ኣብ ታኪን ክትልወጥ ከም ዘይትኽእል ከኣ ብሩህ እዩ። ምኽንያቱ ዕቑር ዓቕሚ ናይታ እንቋቑሖ ናብ ደርሆ ጥራይ እዩ ዝልወጥ። ስለዚ ዝኾነ ይኹን ትሕዝቶ ናብ ቅርጺ ክልወጥ ከሎ ብዛዕባ ክህልዎ ዝኽእል ዶብ ወይ ደረት እውን ኣሪስቶትል ተዛሪቡ እዩ። ዛዛሚ ምኽንያት ወይ ጠንቂ። ኣርእስተ ህሉዋትን ምዉታትን ነገራት፣ ዕቑር ዓቕሞምን ቅርጾምን ከይሰገርናዮ ከለና፣ ኣሪስቶትል ዘልዓሎ ጉዳይ፣ ባህርያዊ ምኽንያት ወይ ጠንቂ፣ Nature Cause፣ ኣሎ። ሎሚ ብዛዕባ ጠንቂ ክንዛረብ ከለና፣ ሓደ ነገር ከመይ ገይሩ ኮይኑ ኢልና ንሓትት። ንኣብነት፣ ጴጥሮስ እምኒ ደርብዩ ነቲ መስኮት እንተ ሰበሮ፣ ስለምንታይ እምኒ ደርቢኻሉ ተባሂሉ ክሕተት ይከኣል። ከምኡውን፣ ሓደ ስራሕ ሳእኒ ቆርበት ቆራሪጹ ኣላጊቡ ሰፍዩ ሳእኒ ይሰርሕ። ከመይ ጌርካ ሰሪሕካዮ ኢልካ ይሕተት። ኣሪስቶትል ዝሓቶ ሕቶ ግን ዕሙቕ ዝበለ እዩ። ስለምንታይ ዝናብ ይዘንብ? ኣብ ቤት ትምህርቲ ዝተመሃርክዮ ሃፋ ንላዕሊ ከይዱ ደመና ይኸውን። ደመና ምስ ዝሓለ ከኣ ዝናብ ኮይኑ ብስሕበት ናብ መሬት ይዓልብ ዝብል እዩ። ንኣሪስቶትል ከምኡ እንተ ትብልዮ፣ እወ ሓቅኺ ኢኺ፣ ግን ጎደሎ መልሲ እዩ ምበለኪ። ነገራዊ ጠንቂ እቲ ሃፋ ንላዕሊ ደይቡ ደበና ምዃኑ እዩ። ውጽኢታዊ ጠንቂ ከኣ እቲ ደበና ምዝሓሉ እዩ። ሳልሳይ ከኣ እቲ ቅርጻዊ ጠንቂ ማይ ኮይኑ ናብ መሬት ምዕላቡ እዩ። ዛዛሚ ጠንቂ ግን ተሪፉ ኣሎ። ንሱ ኸኣ ተኽሊ፣ እንስሳታትን ሰብን ንኽዓብዩን ንኽምዕብሉን ማይ ስለ ዘድልዮም እዩ። ስለዚ ይብል ኣሪስቶትል፣ ማይ መስርሕ ህይወት ንኽኸውን እዩ ጠንቂ ወይ ዕላማ ዝዀነ። ብእምነት ኣሪስቶትል፣ ኵሉ ባህርያዊ ፍጡር ንዕላማ እዩ ተፈጢሩ። ኣሕምልትን ፍረታትን ንኽዓብዩ ማይ የድልዮም። ኣብ መወዳእታ፣ ሰብ ምእንቲ ክንበልዖም። ናይ ሎሚ ኣተሓሳስባ ስነ-ፍልጠታዊ ርትዒ ግን፣ ከምኡ ይኹነን ሰብን እንስሳን ብህይወት እንክንነብር ማይን መግብን ሓደ ካብ ዘድልዩና ረቋሒታት እዮም። ብዘይ ናይዚኣቶም ህላወ ከኣ ክንነብር ኣይምኸኣልናን ንብል። ዕላማ ህላወ ማይን ፍረታትን ግን ንመግብና'ዩ ኣይበሃልን። ስለዚ ኣሪስቶትል ዘቕረቦ ምኽኒትን ጠንቅን ተጋግዩ ክንብል ምደፈርና። ብዙሓት ሰባት፣ ኣባጅጎ፣ ዓለምን ኣብኣ ዘሎ ፍጥረትን ኩሉ ንሰብ ኢሉ'ዩ ፈጢርዎ ይብሉ'ዮም። ከምዚ ክንብል ከሎና፣ ንዕላማ ኣባጅጎ ኢና ንጠቅስ ዘሎና። ኣብ ሩባታት ዘለዉ ወሓይዝ ግን ብዛዕባ ህይወትና እንታይ ገዲሱዎም? ይግደሱ ድዮምከ? ስነ-መጎት። ኣብ መንጎ ቅርጽን ትሕዝቶን ዘሎ ፍልልይ መግለጺ ብእምነት ኣሪስቶትል ኣብ ዓለም ንዘለዉ ነገራት ንምምማይ ይሕግዘና። ነገራት ክንመም ከሎና በብዓይነቶምን ጠባዮምን ብጉጅለ ንኸፋፍሎምን ንሰርዖምን። ሓደ ፈረስ እርኢ። ካልእ ፈረስ እርኢ። ካልእ ፈረስ እውን እርኢ። ሰለስቲኦም እዚኣቶም ብኹለንትንኦም ሓደ ዓይነት ኣይኮኑን። ዝተፈላለዩሉ ኣለዎም። ኩሎም ግን ፈረስ ዘብሎም ናይ ሓባር ረቑሒ ይውንኑ። እዚ ረቑሒ ከኣ ቅርጺ ፈረስ ይበሃል። ነፍሲ ወከፍ ፈረስ ፍሉይ ዘብሎ ካልእ ነገራት ግን ኣብ ትሕዝቶ ናይቲ ፈረስ ኣሎ። ስለዚ ነገራት ክንሰርዕ እንተኾይንና ኣፍራስ ኣኪብና እንዳ ኣፍራስ፣ ደርሁ እንዳ ደርሁ፣ ከብቲ እንዳ ከብቲ ወዘተ ፈላሊና ነእትዎም ይብል። ንስኺ እውን መደቀሲኺ ከተጽርዪ እንተኾይንኪ፣ መጻሕፍቲ ኣብ መደርደሪ፣ ናይ ቤት ትምህርቲ ጥራዝ ኣብ ሰንጣኺ፣ ክዳውንቲ ከኣ በብናቱ ፈላሊኺ ኣብ በቦትኡ ሰሪዕኪ ተቐምጥዮ። ከምኡውን ብፕላስቲክ ዝተሰርሑ ብሓደ፣ ብእምኒ ዝተሰርሑ ንበይኖም፣ ብዕንጸይቲ ዝተሰርሑ ከኣ ንበይኖም ወዘተ ኢልና ክንሰርዖም ንኸእል። ብተወሳኺ ኣሕምልቲ፣ ፍረታት፣ እንስሳ፣ ሰባት ወዘተ ኢልናውን ንኸፋፈል። ኣሪስቶትል እምበኣር፣ ከምኡ እዩ ክገብር ደልዩ። ዝኾነ ነገር ሓድ ናቱ ምዱብ መስርዕን ክፍልን ኣለዎ። ንኣብነት ሀርመስ ህይወት ዘለዎ ፍጡር እዩ። ዝያዳ ንምግላጹ እንስሳ እዩ። ዝያዳ ንምግላጹ ገረንገራዊ ዓጽሚ ዓንዲ ሕቖ ዘለዎ እዩ። ዝያዳ ንምግላጹ ካብ ኣጥበውቲ እዩ። ዝያዳ ንምግላጹ ከልቢ እዩ። ዝያዳ ንምግላጹ ዓሌት ላብራዶር እዩ። ርኤኹ ሶፊ ንስኺ ውን ኣብ ክፍሊ መደቀሲ ኺዲ ሓደ ነገር ኣልዕሊ እሞ ከምኡ ጌርኪ ክሳብ ዝደቐቐ መግለጺ ክትህብሉ ፈጥኒ ንኣብነት ኣብ ጀርዲን ገዛኹም ሓደ ርኢኽዮስ ዘይትፈልጢ እምኒ ድዩ ተኽሊ ወይ እንስሳ ምዃኑ ህይወት ኣለዎን የብሉን ምዃኑ ዝሓርበተኪ ነገር ክትሕዝዮ ውን ትፈርሒ ስለ ዘይትፈልጥዮ እዚ ሓደ ጸወታ ኣዘኻኺሩኒ ንኣብነት፣ ሓደ እኩብ ሰብ ጸወታ ክጻወቱ እሞ ክስሕቁ ይምድቡ። ንሓደ ካብኣቶም ንደገ ውጻእ ኢሎም ብድሕሪኡ ሓደ ነገር ብሓባር ሓሲቦም ይጸንሕዎ። እቲ ደገ ዝወጸ ተጸዊዑ ምስ ኣተወ ኣብ ኣእምሮና ሓሲብናዮ ዘለና ነገር ፍለጣ ይብልዎ። ንፉዕ ኣሪስቶተላዊ እንተኾይኑ ብዝህቦም ሕቶታት ቀልጢፉ ክፈልጦ ይኽእል እዩ። ንሱ ክሓትት ከሎ ሓደ ካብቲ እኩብ ሰብ እወ ወይ ኣይኮነን እናበለ ይምልሰሉ። እቲ ጸወታ ብኸምዚ ይቕጽል። እቲ ነገር ዝጭበጥ ድዩ? እወ። ማዕድን ድዩ? ኣይኮነን። ህይወት ኣለዎዶ? እወ። ካብ ኣሕምልቲ ድዩ? ኣይኮነን። እንስሳ ድዩ? እወ። ካብ ኣዕዋፍ ድዩ? ኣይኮነን። ካብ ኣጥበውቲ ድዩ? እወ። ኣርባዕተ መሓውር ኣለዎዶ? እወ። ድሙ ድዩ? እወ። ሓጎሰ፣ እወ። ሰሓቕ፣ ነዛ ጸወታ እዚኣ ኣሪስቶትል እዩ ምሂዝዋ። ፕላቶ ኸኣ ጭርጭር ዓበደ ብምምሃዙ ክብሪ ይግብኦ። ደሞክሪቶስ'ውን ሌጎ ብምምሃዙ ዛኪት ክብሪ ከም ዝረኸበ ትዝክሪ ኢኺ። ኣሪስቶትል ጥንቁቕ ወዳባይን ሰርዓይን ነይሩ። ስለ ዝኾነ ኸኣ ስነ-ፍልጠታዊ ስነ-ሞጎት ምሂዙ። ሓያሎ መደምደምታታት ዘብጽሑና መሳርሒታት ከኣ ሓንጺጹ። ንኣብነት፣ ኩሎም ህይወት ዘለዎም ፍጡራት፣ መወት'ዮም። ሀርመስ ህይወት ኣለዎ። ሀርመስ እምበኣር መዋቲ'ዩ። እዚ ኣብነት'ዚ መበገሲ'ዩ። ህይወት ዘለዎን መዋትን ኣዛሚድካ'ዩ መልሲ ዝህበካ። እዚ ኣገባብ'ዚ። ሚእቲ ካብ ሚእቲ ቅኑዕ ወይ ርጡብ መደምደምታ እኳ ዝህበካ እንተኾነ፣ ካልእ ሓድሽ ዘይተፈልጠ ነገር ኣይኮነን ዝምህረካ። ንኣብነት ሀርመስ መዋቲ ምዃኑ ኣቐዲምና ንፈልጥ ኔርና። ይኹን እምበር እቲ ኣገባብ ኣገዳስን ከድልየና ከሎን ክንጥቀመሉን ኣሎና። ካልእ ኣብነት፣ ሓንቲ ኣንጭዋ ወሊዳ ተጥቡ'ድያ? ርኢናያ ስለ ዘይንፈልጥ ኣንጭዋ ተጥቢ ምዃናን ዘይምዃናን ንደናገር። ግን በቲ ሓደ ናይ ኣሪስቶትል ኣገባብ ስነ መጎት ጌርና ኣንጭዋ ከም እተጥቡ ንግንዘብ። መለክዒ ሰሌዳ ባህሪ፣ ኣሪስቶትል ንባህርያዊ ዓለም፣ ህይወት ዘለዎምን ዘይብሎምን ኢሉ ኣብ ክልተ ይኸፍሎም። እቶም ህይወታውያን ንክልወጡ ወይ ክውሕዙ ዕቑር ዓቕሚ ኣለዎም። ህይወት ዘይብሎም ግን ንክልወጡ ውሽጣዊ ዓቕሚ የብሎምን። ክልወጡ እንተኾይኖም ብናይ ደገ ሓይሊ ጥራይ'ዮም ክልወጡ ዝኽእሉ ይብል። ህይወት ዘለዎም እውን ኣብ ክልተ ይኽፈሉ፣ ኣትክልትን ፍጡራትን ከኣ ይበሃሉ። ፍጡራት ከም ብሓድሽ ኣብ ክልተ ይኽፈሉ፣ ሰብን እንስሳን ከኣ ይበሃሉ። ኣገባብ ኣገላልጻ ኣሪስቶትል ከመይ ቀሊል እዩ ርኢኺ? ኣብ መንጎ ህይወት ዘለዎምን ዘይብሉን ነገር ርኡይ ፍልልይ ከም ዘሎ ንኽትፈልጢ፣ ዕምበባን እምንን ኣወዳድሪ። ከምኡውን ኣብ መንጎ ተኽልን እንስሳን፣ ኣብ መንጎ ፈረስን ሰብን እዚ ፍልልይ እዚ ግን እንታይ እዩ ሕመረቱ? ኣሪስቶትል ክገልጾም ከሎ ብጠባዮም እንታይ ክገብሩ ይኽእሉ? ብምባል እዩ ዝሰርዖም። ኩሎም ህይወት ዘለዎም መግብን ማይን ይሰንቁ፣ ይዓብዩ፣ ይምዕብሉ፣ እንስሳታትን ሰብን ብፍላይ ከኣ፣ ዙርያኦም ክዕዘቡን ክዛወሩን ይኽእሉ። ብተወሳኺ ሰብ ክሓስብን ክውድብን ክሰርዕን ከኣ ይኽእል። ስለዚ እቲ ሓቀኛ ህላወ እንተስተውዒልክሉ ኣብ ባህርያዊ ዓለም ንጹር ዶባት ዝበሃል የሎን። ካብ ፈልሲ ጀሚርካ ክሳብ ዝተሓላለኸ ህላወ ዓቢ ገረብ፣ ካብ ተራ እንስሳ ናብ ዝተሓላለኸ ህላወ እንስሳ፣ ኣብ ልዕሊ ጫፍ ናይዚ ኩሉ ሰሌዳ ከኣ ሰብ ኮይኑ ንኹሉ ባህሪ ዓለም ዝነብረሉ ንረከብ። ዝያዳ ኩሉ ፍጥረት ሰብ ብርትዓዊ ኣገባብ ስለ ዝሓስብ ከኣ እቲ ዝለዓለ ቦታ ይሕዝ። ስለዚ ሶፍያ ሰብ መለኮታዊ መጎት ኣለዎ። እወ መለኮታዊ ምኽንያት ኣሪስቶትል እውን ነዚ ኩሉ ባህርያዊ ዓለም ብምሉኡ ክንቀሳቕሶ ጀመረ። ሓደ ኣባጅጎ ክህሉ ኣለዎ ብምባል የዘኻኽር። በዚ ምኽንያት እዚ ድማ ኣባጅጎ ኣብታ ላዕለዋይ ጫፍ ናይ ባህሪ መለክዒ ሰሌዳ ክህሉ ኣለዎ ይብል። ኣሪስቶትል ምንቅስቓሳት ከዋኽብትን ፕላኔታትን ከመይ ገይሮም ነቲ ኣብ ምድሪ ዘሎ ምንቅስቓሳት ይመርሕዎ ኢሉ። ዘትዩ ነይሩ። ይኹን እምበር ነዞም ሰማያዊ ኣካላት እዚኣቶም እውን ሓደ መጀመርያ ኣንቀሳቓሲ ክህልዎም ኣለዎ ብምባል እቲ ቀዳማይ ኣንቀሳቓሲ ወይ ኣባጅጎ ኢሉ ይሰምዮ። እዚ ቀዳማይ ኣንቀሳቓሲ እዚ ዳሕራይ ኣዕሪፉ እዩ ግን ንባዕሉ ወግዓዊ ጠንቂ ናይ ኩሉ ዓለማውን ሰማያውን ባህሪ ምንቅስቓስ እዩ ይብል ነይሩ። ስነ-ምግባር፣ Ethics፣ ሕጂ እውን ናብ ሰብ ንመለስ። ከም ናይ ኣሪስቶትል እምነት፣ ጠባይ ሰብ፣ ገለ ናይ ነፍሲ፣ ገለ ናይ ተኽሊ ባህሪ፣ ገለ ክፋል ናይ እንስሳ ባህሪ፣ ዝተረፈ ከኣ ናይ ርትዓውነትን ወይ ምኽኒት ዝሓቖፈ እዩ። ስለዚ ሰብ ከመይ ገይሩ ክነብር ኣለዎ? ጽቡቕ ህይወት ንክነብር እንታይ የድልዮ? ነዚ ክምልስ ከሎ፣ ሰብ ሕጉስ ህይወት ንክህልዎ ተኽእሎታቱን ዓቕምታቱን፣ ኣብ ግብሪ ክጥቀመሎም ከኣ የተሓሳስብ። መሊሱ ኣሪስቶትል፣ ሰለስተ ዓይነት ሕጉስ ህይወት ይጠቅስ። ቀዳማይ፣ ናይ ፈንጠዝያን ርውየትን ህይወት። ካልኣይ፣ ናጽነት ናይ ሓላፍነታዊ ዜጋ ምዃን ህይወት። ሳልሳይ ከኣ፣ ተመራማርን ፈላስፋን ናይ ምዃን ህይወት እዩ። ስለዚ ይብል ኣሪስቶትል፣ ሓደ ሰብ ሕጉስ ህይወት ከሕልፍ እንተደኣ ኮይኑ፣ ሰለስቲኦም ዝተጠቕሱ ብማዕረን ብውህደትን ናይ ግድን ከተግብሮም ኣለዎም። ንገለ ካብኣን ተኸቲሉ ነተን ካልኦት ሸለል እንተኢልወን ባህታ ወይ ሓጎስ ኣይህልዎን እዩ ይብል። ኣብ ሰብኣዊ ዝምድናታት፣ ኣብ ሕብረተሰብ እውን ከምኡ ሚዛናዊ ክኸውን ኣለዎ ይብል። ንኣብነት፣ ሰብ ፈራሕ ወይ ህዉኽ ክኸውን የብሉን፣ ተባዕ ክኸውን ኣለዎ። ንእሽቶ ትብዓት ዳርጋ ፍርሒ እያ። ኣዚኻ ምጥባዕ ከኣ ህዉኽ ይገብረካ ከምኡ ዉን ሰብ ኣዚዩ በቃቕ ወይ ኣዚዩ ሓሻሺ ክኸዉን የብሉን ሚዛናዊ ለጋስ ክኸዉን ይግባእ ኣብ ምብላዕ ዉን ምሒር እንተጠሚኻ ኣይጽቡቕን ምሒር ተበሊዕካ ከኣ ትሓምም ስለዚ ኩሉ ሚዛናዊ ቁጥዒ ክህልዎ ኣለዎ ብምባል ወርቃዊ ሚዛን ኢሉ ይጭርሕ ዝተወሃሃደ ሕጉስ ሂወት ከኣ ይብሎ ትምህርቲ ስነ ምግባር ኣሪስቶትልን ፕላቶን ነጸብራቕ ሕክምና ግሪኻውያን እዩ። ፖለቲካ፣ ሰብ ብባህሪኡ ፖለቲካዊ እንስሳ እዩ ይብል ኣሪስቶትል። ሕብረተሰብ ኣብ ከባቢኡ እንተዘየለ ግን ሰብ እዩ ክትብሎ የጸግም። ስድራን ቀቢላን ኩልና ንኽንነብር ዘድልዩና ነገራት ብምቕራብ ጥጡሕ ናብራ ይፈጥሩልና። እቲ ዝለዓለ ኣካል ናይ ሕብረተሰብ ግን ኣብ ስርዓት ወይ መንግስቲ እዩ ዝርከብ። እዚ ኸኣ ሓንቲ ሃገር ከመይ ገይራ ስርዓትን መንግስትን ተቕውም ናብ ዝብል ይመርሓና። ናይ ፕላቶ ፍልስፍናዊ ስርዓተ ምምሕዳር ትዝክርዮ ዲኺ? ኣሪስቶትል ሰለስተ ዓይነት ቅዋማት ከም ዘለዎ ይገልጽ። ሓደ እቲ ንጉሳዊ ስርዓት፣ ሞናርኪ፣ ኮይኑ ሓደ ሰብ ኣብ ላዕሊ ዝገዝእ እዩ። እዚ ዓይነት ስርዓት እዚ ናብቲ ዝኸፍኤ ከይወድቕ እቲ ንጉስ ጨቋኒ ወይ ዘላሚ ክኸውን የብሉን። እቲ ካልኣይ ኣሪስቶክራሲ ይበሃል። እዚ ኸኣ ብዙሓት ወይ ውሑዳት ኣብ ላዕሊ ዝገዝኡ ምልከ ልዑላን ይበሃል። እዚ እውን ናብቲ ዝኸፍኣ ከይወድቕ እቶም ገዛእቲ ኣዝዮም ውሑዳትን ንረብሕኦም ጥራይ ዘቐድሙን ክኾኑ የብሎምን። እቲ ሳልሳይ ቅዋማዊ ስርዓት ህዝባዊ ዲሞክራሲያዊ ስርዓት ይበሃል። እዚ እውን ናቱ ኣሉታዊ መዳይ ኣለዎ። ምሒር እንተተፈንዩ ቀይዲ በተኽ ዝኾነ ስርዓተ ኣልቦ ክስዕብ ይኸእል እዩ። ኣረኣእያ ኣብ ልዕሊ ደቂ ኣንስትዮ። ኣሪስቶትል ኣብ ልዕሊ ደቂ ኣንስትዮ ዝነበሮ ኣረኣእያ ንርኣ። ሕማቕ ኣጋጣሚ ኮይኑ ኣብ ልዕሊ ደቂ ኣንስትዮ ዝነበሮ ኣረኣእያ ምስ ናይ ፕላቶ ኣይዳረግን እዩ። ኣሪስቶትል ጓል ኣንስተይቲ ዘይተመለእት ሰብኣይ እያ ይብል። ኣብ መፍረየ ልምስቲ፣ ልእምቲ፣ ተቐባሊት ጥራይ እያ። ሰብኣይ ግን ንጡፍን ኣፍራይን እዩ። ህጻናት ናይ ኣቦ ጠባይ ጥራይ እዮም ዝወርሱ። ኩሉ ጠባያት ደቂ ሰብ ኣብ ዘርኢ ስብኣይ ጥራይ እዮም ዘለዉ። ሰበይቲ ግን ከም መሬት ዘርኢ ተቐባሊት ጥራይ እያ። ብኻልእ ኣዘራርባ ሰብኣይ ቅርጺ ይህብ ሰበይቲ ከኣ ትሕዝቶ ጥራይ እያ እትህብ ይብል። ከምዚ ዓይነት ኣበሃህላ። እሞ ካብቲ ኣዝዩ በሊሕን ምስትውዓልን ኣሪስቶትል ግጉይ መደምደምታ ናይ ክልቲኡ ጾታ ክቐርብ ኣዝዩ የሕዝን። ክልተ ነገራት ግን ከነስተብህል ኣሎና። ሓደ፣ ምናልባት ኣሪስቶትል ብዛዕባ ወሊድ፣ ደቂንስትዮን ህጻናትን ግብራዊ ተመኩሮ ስለ ዘይነበሮ ይኸውን። ካልኣይ፣ ኣብ ከምዚ ዝኣመሰለ ዓውዲ ፍልስፍና፣ ደቂ ተባዕትዮ ጥራይ ተዋፊሮም ምንባሮም፣ ዘምጽኦ ሳዕቤን ክኸውን ይኽእል። ናይ ኣሪስቶትል ግጉይ ናይ ጾታ መደምደምታ ድርብ ሃስያ ስዒቡ። ምኽንያቱ ናይ ፕላቶ ዘይኮነስ ናቱ ፍልስፍናዩ ክሳብ ማእከላይ ክፍለ ዘመናት ዓብላሊ ኮይኑ ዝነበረ። ቤተ ክህነትውን ከይተረፈ ኣብ መጽሓፍ ቅዱስ ዝኾነ ሰረት ዘይብሉ ኣረኣእያዩ ወሪሱ። ኢየሱስ ሰበይቲ ይጸልእ ከም ዘይነበረ ኩልና ንፈልጥ ኢና። ንሎሚ ደሓን ኩኒ እኽለኪ ኣብ ቀጻሊ የራኽበና። ሶፍያ ናይ ኣሪስቶትል ጽሑፋት ክልተ ግዜ ምስ ኣንበበቶ ጠርኒፋ ኣብ ታኒካ ከተተቶ። ንበይና ኮፍ ኢላ ከኣ ክትሓስብ ጀመረት። ሃንደበት ኣብ መደቀሲኣ ዘሎ ኮተትመተት ፋሕ ብትን ኣትይዎ። ከም ዘሎ ዘከረት እሞ ኩሉ ብስርዓት በቦትኡ ክትእርንቦ ወሰነት። መደቀሲኣ ብእልፊ ጥራዛት መጻሕፍትን ወረቓቕትን መሊኡ፣ ክዳውንታ ኣብ ዘዘይቦትኡ ተሰዃዂዑ፣ ዘይተሓጽበ ናይ ውሽጥን ናይ ደገን ቀሚሽ ስረ ኣብ መናብር ተደርብዩ፣ ኩሉ ጠገለ ዘይብሉ ርእያ በተህኪታ ሓፈረት። ግን ንኹሉ ከተጽርን ክትሰርዕን ተበገሰት። ኣቐዲማ ኩሉ'ቲ ጠገለ ዝሰኣነ ኣቀማምጣ ክዳውንታ፣ ኣብ ከብሕ ዘሎ ከይተረፈ ኣውጺኣ ኣብ መሬት ኣከበቶ። ብድሕርዚ በብዓይነቱ ፈልያ በብሓደ እናዓጸፈት ኣብ ነናቱ ከብሒ ሰርዓቶ። ቀሚሽ ምስ ቀሚሽ፣ ስረ ምስ ስረ፣ ውሽጢ ክዳን፣ ሹራብ እግሪ ወዘተ በብናቱ እናፈለየትን እናዓጸፈትን በቦትኡ ኣትሓዘቶ። ዝሕጸብ ዘበለ ኣኪባ ኣብ ፕላስቲክ ሳንጣ ገበረቶ። እዚ ክትገብር ከላ፣ ሓንቲ ጻዕዳ ንጽል ናይ እግረ ሽራብ ንበይና ረኸበት። ዘይናታ ምዃና ለለየታ። ንጽል ናይ ሓንቲ እግሪ ጥራይ ከኣ እያ። ክትሓስብ ግዜ የብላን። ግን ጠርጢራ። ብዝኾነ ጠቕሊላ ምስታ ቀያሕ ሻርባን ሌጎን ኣቐመጠታ። ብድሕርዚ ኣብ መጻሕፍትን ወረቓቕትን ኣድሂባ፣ በብሓደ ኣብ ነናቱ ኣርኒባ፣ ዓራታ ኣንጺፋ፣ ኣብ መወዳእታ ኣብ ጽሑፋት ፍልስፍና ኣተኮረት። መእሰሪ ዘለዎ ፋይል ረኺባ ከኣ ንኹሉ ከም ኣመጻጽእኡን ኣርእስቱን ብስርዓት ፈለየቶ። ሓደ ውሱን ቦታ መቐመጢ ፈለየትሉ። ድሕሪ እዚ ኩሉ ምግባራ ሶፍያ ካብ ሕጂ ንኔው ኩሉ ብግቡእ ተወዲቡ ክኸይድ ኣለዎ። ኣብ መደቀሲየይ ዘሎ ኣቑሑት ጥራይ ዘይኮነ እንኮላይ ንባዕለይ ክሰርዓን ክውድባን እየ። ኣተሓሳስባይ እውን ክሰርዕ'የ። ኢላ ተመባጽዐት። ሶፍያ ንኽልተ ሰዓት ዝኸውን ኣቢሉ ድምጺ ኣዲኣ ኣይሰምዐትን። ደቂሳ'ያ ነይራ። ቅድሚ ነዲኣ ምቕስቃሳ ከኣ ናብቶም ትፈትዎም እንስሳ ዘቤት ከይዳ ረኣየቶም። ኣብ ሓደ ዕብይ ዝበለ ብጥርሙዝ ዝተሰርሐ ናይ ናእሽቱ ዓሳ መዕቆሪ ቀሪባ ርፍራፍ መግቢ ሰንደወትሎም። እቶም ናእሽቱ ሰለስተ ዓሳታት፣ ሓደ ድሩይ ትብሎ ጸሊም፣ ሓደ ንሻን ወርቂ ትብሎ፣ ብጫ ሓደ ከኣ ደጋሚ እንዶ ትብሎ ቀይሕ እዮም። ብጽባቐዮምን ቅሱን ህይወቶምን ተደነቐት። ንስኻትኩም እውን ኣካል ናይ ባህርያዊ ዓለም ኢኹም። ትፍጠሩ፣ ትዓብዩ፣ ትኣርጉ፣ ትሞቱ። በለቶም። ንሳቶም ጥራይ ኣይኮኑን መሓዙታ። በብቑሩብ ዝኣከበቶም ካልኦት እውን ኣለዋ። ቀሪባ ነተን ክልተ ኣብ ጋብያ ዝነበራ ኣዕዋፍ ከተዕለን ጀመረት። ንስኻትክን ውን ዓሌት ኣዕዋፍ ኢኽን። እንቋቑሖ ትወልዳ፣ ሓቝፍክን ትጫጭሓ፣ ጨቓዊት ተዕብያ፣ ወትሩ ኸኣ ሕጉሳት ኮይንክን ትዝምራ። እንቋዕ ካብቶም ለፍለፍቲ ዓሌት ናይ ሕንጻይ ኣይኮንክን። ብምባል እኽሊ ስገም ነስኒሳትለን ናብ ኣባጐብየ ሓለፈት። ኣባጐብየ ኣብ ቤት መሕጸቢ ሰሊኹ እናኣተወ ነዲኣ ሓያሎ እዋን የሰንብዳ እዩ። ኣዲኣ ክትስንብድ ከላ ኸኣ፣ ነዚ ጎብየ እዚ እንተ ዘይጉሒፍክዮ ሓደ መዓልቲ ክቆትሎ'የ እያ ትብላ። ሶፍያ ሰላጣን ቆስጣን ካብ ክሽነ ኣምጺኣ ነባ ጎብየ ጎሚዳ ኢላ'ያ ትጽውዖ። ሃበቶ። ሓቂፋ ከኣ ነቲ ከውሒ ዝባኑ እናደረዘት ጎሚዳ ዓርከይ ዛሕሊ ገዲፍካ'ሞ እንታይ ክወጽኣካ? ካብቲ ባህሪ ዝዓደለካ ንላዕሊ ክትነጥፍ ከም ዘይትኽእል ርድኣኒ። እር ክቡረ ማዒለይ ጭርሖኻ ግን ኩሉ ብ ዙርያኻ ዝእለም ዝፋሓስ ዋላ ሓንቲ ኣየምልጠካን እዩ ኣየ ባኻ ዘሎ ትዕግስቲ ኮሪኻ እኳ ዘይትፈልጥ ግን ከም ዝመስለኒ ኣብ ኩራኻ የውዕለኒ እዩ በለቶ ንሓጎሳ ግን ናበይ ክትረኽባ ሃለው እንተበለት ሰኣነታ ምናልባት ኣናጹ ትኣሪ ትህሉ ኢላ ናብ መደቀሲ ኣዲኣ ሓሊፋ ዓሚዩቕ ድቃስ ሒዝዋ ረኣየታ። ሰላሕ ኢላ ቀሪባ ከኣ ንኣዲኣ ኣብ ግንባራ ሓዘታ። ደቂሳ'ያ ዘላ። ብምባል ከኣ ንስኺ'ውን ከምቶም እንስሳታተይ ህይወት ዘለኪ ፍጥርቲ ኢኺ። ልዕሊ ኩሎም ዕድለኛ ዘብለኪ ግን ስለ እትሓስብን እትመራመርን፣ ሰብ ስለ ዝኾንክን እዩ ምስ በለት ኣዲኣ ተበራቢራ ኣንቲ ቆልዓ እንታይ ክትብሊ ዘለኺ ንስኽን እቲ ገርፋፍ ጎሚዳን ሓደ ኢኹም እየ ኢለ ከበስረካ ኸኣ መደቀስየይ ብፍልስፍናዊ ኣገባብ ኩሉ ወዲበየን ኣጽሪየን ኣለኹ ከይረኣኹ እሞ ከመይ ገይረ ክኣምነኪ ኩስዐይ ቡን ሰኽትት እሞ ኢላ ካብ ዓራታ ብድድ በለት መደቀስ ጓላ ርእያ ከኣ ተገረመት። ኣዝዩ'ውን ባህ በላ። ኣብ ክሽነ ኮፍ ኢለን ቁርሲ በሊዐን ቡን እናሰተያ ሶፍያ ሃንደበት ዘረባ ጀመረት። ማማ ደቂ ሰብ ስለምንታይ ከም እተፈጠርና ንገዛእ ርእስኺ ሓቲትክያ'ዶ ትፈልጢ? ሕጂ ከኣ ጀሚርኪ? ሓቀየ ማማ ኣነ ሕጂ እቲ መልሲ በሪሁለይ ኣሎ። ሰባት ዝተፈጥሩ ምእንቲ ንኹሉ ፍጡር እናዘሩ ኣስማት ከውጽእሉ እዩ። ዋእ! ንኸምኡ ኢና ተፈጢርና ኢልኪ? እዚ እንተዘይፈሊጥኪ ጸገም ኣለኪ ማለት እዩ። ምኽንያቱ ሰብ ዝሓስብ እንስሳ እዩ። እንተዘይሓሲብኪ ከኣ ኣይሰብን ኢኺ ማለት እዩ። ሕሰብዮ እንዶ ሰብ እንተዘይህሉስ? ንድሙ ድሙ መን ምበላ፣ ንደርሆ ደርሆ፣ ንተኽሊ ተኽሊ፣ ንፈረስ ከኣ ፈረስ ወዘተ ኢሉ መን ምፈላለዮም? ዝሓስብ እንስሳ ሰብ ስለ ዝተፈጥረ ግን ርኢኺ ስም የውጽኣሎም፣ ፈላልዩ ከኣ ፈልጦም፣ በብጉጅለኦም ከኣ ይሰርዖም። ንስኺ እንታይ ዓይነት ፍጥረት ኢኺ በጃኺ? ምርዳእ እኮ ስኢነኪ፣ እንታይ ዓይነት ቆልዓ'የ ወሊደ? ሕጂስ ኣፍሪሕክኒ፣ ናይ ብሓቂ ፈሪሐ። እንተዝኾይኑ በቲ ኩሉ ፍጡር ፍሉይ ፍጥረት እዩ ኣነ ውን ከምኡ ግን ብቐሊሉ ዲኺ ከምዚ ስለ ዝበልኩ ትፈርሒ ሶፍያ ንጽባሒቱ ሶኒ ስለ ዝኾነ ቤት ትምህርቲ ከም እትኸይድ ዘከረት ዕዮ ገዛ ከይትሰርሕ ግን ቀጭ መጺዋ ገደፈቶ ምናልባት ናይ ሃይማኖት መምህሮም ፈተና ይህቦም ይኸውን እዩ። ኩሉ ሳዕ ኣብ ተወፋይነትን ሕልናዊ ክብርን ከም ዝኣምን ከኣ እዩ ደጋጊሙ ዝገልጸሎም። ነዘን ክልቲኤን ዘኪራ ከኣ ተወፋይነትን ሕልናዊ ክብርን ብምባል ዝሓለፈ ትምህርቲ ፍልስፍናኣ ዘከረት። ይቕጽል።